ወለዶ ዓለም ኣነ ክሻዕ ዝበፃሕክዎ ብዓቕሚ ፈጣሪ ፈጣሪ ባዕሉን ዝገለፀለይ ፈጣሪ ባዕሉን ዘምሀረኒ ካብ መላእክቲ ካብ ሸጣውንቲ ካብ ኣጋንንቲ ካብ ዝኾነ መናፍስቲ ኣይኮነን ብጭቡጥ ባዕሉ ዘምሀረኒ መጀመርያ ፍጡራን ዕዘዲን ቀዳማይ ዕዘዲን ትሽዓተ ብልዮን ዓመት ኣሎ። ዕዘዲን ካልኣይ ዕዘዲን ሸሞንተ ብልዮን ዓመት ኣሎ። ሳልሳይ ዕዘዲን ሸውዓተ ብልዮን ዓመት ኣሎ። ራብዓይ ዕዘዲን ሽዱሽተ ብልዮን ዓመት ኣሎ። ሓምሻይ ዕዘዲን ሓምሽተ ብልዮን ዓመት ኣሎ። ሻዱሻይ ዕዘዲን ኣርባዕተ ብልዮን ዓመት ኣሎ። ሻውዓይ ዕዘዲን ሰለስተ ብልዮን ዓመት ኣሎ። ሻሙናይ ዕዘዲን ክልተ ብልዮን ዓመት ኣሎ። ታሽዓይ ዕዘዲን ሓደ ብልዮን ዓመት ኣሎ። እዞም ፍጥረት ኣብ ሓደ ብልዮን ኣብ ሓደ ብልዮን ርሕቐት እዮም ተፈጢሮም።

ሻውዓይ ዕዘዲን ሓደ ብልዮን ምስ ገበረ ሻሙናይ ዕዘዲን ተፈጢሩ። ሻሙናይ ዕዘዲን ሓደ ብልዮን ምስ ገበረ ታሽዓይ ዕዘዲን ተፈጢሩ። እዚኦም ኩሎም እንታይ እዮም? መላእኽቲ ዶ ሸጣውንቲ ዶ ኣጋንንቲ ዶ? ነበር ሰብ እዮም ሰብ እዮም ሰብ ኮይኖም ግን ታሽዓይ ሻሙናይ ሻውዓይ ሰለስተ ሚእትን ሓምሳን ሜትሮ ቁመቶም ራብዓይ ሓምሻይ ሻዱሻይ ከዓ ክልተ ሚእትን ሓምሳን ሚትሮ ቁመቶም ሻውዓይ ሻሙናይ ታሽዓይ ከዓ ሚእትን ሓምሳን ሚትሮ ቁመቶም ቁመቶም እንዳተሓቱ እዮም መፂኦም ፅቡቅ ሓሙሽተ መላእኽትን ሓሙሽተ ሸጣውንትን ከዓ ተፈጢሮም እዚኦም ደቂ ስእሞን እዮም ተስዓ ሚትሮ ኮይኖም ከዓ ተፈጢሮም ተስዓ ሚትሮ ኮይኖም ምስ ተፈጠሩ ሰማይ ዘልብስ ክንፊ ሃበና ኢሎም ጸልዮም ሰማይ ዘልብስ ክንፊ ተዋሂቦም። ተዋሂቦም ከዓ ኣብ ጎድኒ ሓሙሽተ መላእኽቲ ኣብ ጎድንኻ ኢና ክብልዎ ንፈጣሪ ኣርባዕተ ሸጣውንቲ ከሓድቲ ኢና ኢሎም። እዚኦም ግን ካብዘን ታሽዓይ ዕዘዲን ኣወዳት ገይሮም ምስ ፈጠሮም ዓሰርተ ሓሙሽተ ዕዘዲን ክንወልድ ይግበአና፣ ንሕና ካሊእ ነገር ካሊእ ክንርኢ ይግበአና ኢሎም ፈጣሪ ሓቱ። ኣነ ኣወዳት ገይረ ፈጢረኩም ክትወልዱ ኣይትኽእሉን በመንም ዝሕል ዘይንወልድ ኮይና ክንክሕድ ኢና እምበኣር ውላድ እንድሕር ደኣ ዝደልዩ ኮይንኩም ሰባት ኣብ መጨረሻ ውላድ ክበኩም እየ ኢልዎም ኪሒዶም ንዞም ከሓድቲ ዓሰርተ ሓሙሽተ ኣርባዕተ ሸጣውንቲ ይውስኽዎም ዓሰርተ ትሽዓተ ከሓድያን ግዙፋት ፍጥረት ይኾኑ ካብኡ ሰብ ይመጽእ ሰብ ሓምሽተ ሚእቲ ኣዋልድ ሓምሽተ ሚእቲ ኣወዳት ይወልድ። ካብዞም ሓምሽተ ሚእቲ ኣዋልድ ሓምሽተ ሚእቲ ኣወዳት ኣቢኤል ምስ ሰበይቱ ጥራሕ ቁኑዓት ይርከቡ። ካልኦት ፈጣሪ ዝጻረፉ ይኾኑ፣ ነቦኦም ዝጻረፉ ይኾኑ፣ ነደኦም ይጻረፉ ይኹኑ። ሞት ኣይነበረን ሽዑ ዘበን፣ ሞት ዝበሃል ኣይፍለጥን። እንታይ ከተምጽእ? ድላይና ተዛሪብና ድላይና ክንሰርሕ ኢና ድላይና ክንብል ኢና እንታይ ኢኻ ከተምጽእ ብምባል ምስ ፈጣሪ ይማጎቱ ነይሮም። ኦ ፈጣሪ ብምባል ሰብ ጸዋዒቱ የስምዕ። እዞም ሰባት ኣጥፍእለይ፣ ንኣይ ዝጸርፉ ንኣኻ ዝጸርፉ ንሰበይተይ ዝጸርፉ እዚኦም ኣጥፍእለይ ይብል። ጨኪንካ እወ እምበኣረይ ሞት የለን እወ ብቑጥዓይ ከጥፍእልካ እየ። ኣነ ሕገይ ብቑጥዓ እየ ዝጥሕሶ እንድሕር ደኣ ተኾቲዐይ ዋላ እቲ ጻድቅ የጥፍእ ዋላ እቲ ናተይ ኮይኑ ዝነብር ነበረ የጥፍእ ናተይ ሞት ቁጥዓኣ ብምባል ይዘራረቡ። ብቁጥዐ ብሰማይ ማይ ብታሕቲ ማይ ጎቦ ንጎቦ ብዙሕ ነገር ቁጥዐ ኮይኑ እዞም ሓምሽተ ሚእቲ ኣወዳት ሓምሽተ ሚእቲ ኣዋልድ ሓንቲ ጓልን ሓደ ወድን ክተርፎም ካብ ምድሪ ዓለም ይጠፍኡ። ካብ ምድሪ ዓለም ምስ ጠፍኡ፣ ዓለም ኣርባዕተ ሚልዮን ዓመት ብዘይ ሰብ ትቕመጥ፣ ባዶ ኮይና ማለቱ። ኣቢኤል ምስ ሰበይቱም ይዓርክ፣ ሰብ ምስ ሰበይቱ ይዓርክ፣ ሓደ መንፈሱ ክዓርክ ከሎ፣ ሰብ ሓደ መንፈሱ ተሳዒሩ ስለ ዝኾነ ኣብኡ ስሩዕ ይተሓዝ። ብምስዓሩ ስለምንታይ ደቁ ክሒዶሞ ኣብዚ ዓለም ፈጣሪ ዝፅልዩ ሰባት ከብዝሕ ዝግብኦ ብዘይካ ሓደ ኣብኤልን ሰበይቱን ኣይረኸበን ኩሎም ከሓድያን ኮይኖም ደቁ ክሒዶሞ ብዙይ ምስዓሩ እዞም ከሓድያን ተወሰኽቲ ትሽዓተ ሚእትን ተስዓን ሸመንተን ሰብ ይረኽቡ እዚኦም ናብ ባዕልቶም ይልውጥዋ ዋላ ሕጂ ኣብ ምቕስቃስ ኣብ ምቕስቃስም እዚኦም ኮይንዎም ናቶም ኢዮም ናብ ሰብ ኣይጽመሩን ኦሮማይ ከሓድያን ኢዮም እዚኦም ወላ ሓንቲ ርህራሄ ወይ ከዓነ ምሕረት የብሎምን ድሕሪ ኣርባዕተ ሚልዮን ዓመት ኖህ መጸ ኖህ ትሽዓተ ወለደ ኖህ ምስ መጸ ዓለም ከተጥፍኣ ኢኻ ከም ዝቐደመ ኣነሲ እንድዕ ሰጊእ ኣለኹ እዞም ውላድ ሂብካኒ ኮምቶም ዝቀደሙ ክጠፍኡ እንዳ ኣሎም ይብሎ ዳሓን ኣይጥፈኣልካን እም ዓለም ድሕሪ ሕጂ ሙሉእ ብሙሉእ ኣይጥፋኣን እም ግን ካሓድን ኣማንን ክቅጽል እዩ ክሻዕ መጨረሻ ደቅኻ ካኣ ሰለስተ ኣመንቲ ሰለስተ ካሓ ሰለስተ ማእከሎት ሰለስተ ካሓድቲ ኮይኖም ኣለው ይብሎ መጀመርያ

ሳህሉ ፈረንሳ ሻዱሻይ ወዱ ቲራኒ ኢራን ሻውዓይ ወዱ ኣብርሃም ስዑድያ ሻምናይ ወዱ በኹራይ ፖርቱጋል ታሽዓይ ወዱ ኣብየ ኣይወለደን ኣብየ ጓሮንፎር ቅዱስ ተባሂሉ ፅዋዕ ማለት እዩ እዚኦም ይወልድ እዚኦም ወሊዱ ንዘበናት ይጸንሕ ቀጺሉ መን ይመጽእ ደጉዝ ደጉዝ ምስ መጸ ኣቦ ዓለም ኮይኑ ኖህ የብቅዕ መን ይትካእ ደጉዝ ይትካእ ማለቱ እዚኦም እንዳተተኻኸኦም ስምዖን ንሰብ ተኪእዎ ሰብ ንኖህ ተኪእዎ ኖህ ከዓ ንደጉዝ ይትክእ ኣሎ ማለት እዩ ደጉዝ ሓሙሽተ ይወልድ መጀመርያ ወዱ ሰሎሙን ናይጀርያ፣ ካልኣይ ወዱ ደቡበ ደቡብ ኣፍሪቃ፣ ሳልሳይ ወዱ ኣልቃሂረ ግብጺ፣ ራብዓይ ወዱ ምንጃረ ሰሜን ሽዋ ኢትዮጵያ፣ ሓምሻይ ወዱ ጎ ጎንደር ኢትዮጵያ እዚኦም ይወልድ ማለቱ። መን ይመጽእ ብድሕሩ? ሎጓይ ሎጓይ ሰለስተ ይወልድ። ቀዳማይ ወዱ ወለላ ወሎ ኢትዮጵያ፣ ካልኣይ ወዱ ርእሶም ከንያ ሳልሳይ ወዱ ሃይለ ባሕሬን ኳታር ኩዌት ሰለስተ እዚኦም ኣብዚ ይኾኑ ማለት እዩ ድሕሪ ለጓይ ኢማራ ይመጽእ ኢማራ ሚእትን ሓምሳ ነወዳት ሚእትን ሓምሳ ነዋልድ ይወልድ ዓለም ይመልኣ ኢማራ ሚእትን ሓምሳን ኣወዳት ሚእትን ሓምሳን ኣዋልድ ክወልድ ከሎ ዓለም መሊእዋ መጀመርያ ድብድብ ሓለፈ ሰሎምን ኣክሱም ኣውዓሎም ሽረ ገላየ ጎጃም ሃይለ ወለጋ ኣብርሃ ደቡብ ኢትዮጵያ ስልጣን ባሌ ጎባ ሰሎምን ሃረር ሃይለ ኡጋዴን ዕቡድ ሱዳን ሓይሎም ዩጋንዳ ሕሉፍ ኮትዲቫር ሰሎምን ናይጀርያ ሃይለ ሰራልዮ ኣሕለም ኣልበርያ ሃብቶም ብርኪናፋሶ ስምዖን ካሜሮን ሓይሎም ኣልጀርያ ሰሎሞን ኣልበርያ፣ ሕሉፍ ዛይር፣ ባህታ ሂልቲ ትበሃል። ሓይሎም ቶጎ፣ ሃብቶም ጋቦን፣ ሓጎስ ኣልጀርያ፣ እቲ ሕጂ እቲ ሽማት ዝዳባለቕ ዘሎ ንዑ እዚ ክትፈልጦ ዘለካ ኣብ ሓደ ዓዲ ሰለስተ ኣርባዕተ እዮም ሕጂ ኢትዮጵያስ ኤርትራን ኢትዮጵያን ሲ ኣብ ኤርትራ ንመይኖምስ ክንደይ ኣለዎ በለኒ ሰለስተ ኣለዉ ሓለፈ ሰሎሙን ኣክሱ ኣብ ዓለም ሽረ ንወደ ከለ ደቡ ኣበይ እንተልካኒ ወሎ እዩ እዚ ሕጂ ክፍለ ከሎ ኣብቲ ናይ መንፈስ ኮንዚ እዩ ኣብ ኢትዮጵያ ከዓነ ኦሮሞ ደቂ ሸውዓተኡ ኣምሓራይ ዝበሃል ሓደ ጥራሑ ገላየ ጥርሓ እዛ ኣምሓርኛ ኢትዮጵያ ውሒጣ ዘላ ናይ ጎጃም ቋንቋ፣ ጎንደር ትግርኛ ቋንቋኦም፣ ወሎ ትግርኛ ቋንቋኦም፣ ምንጃር ትግርኛ ቋንቋኦም፣ ኣርጎባ ትግርኛ ቋንቋኦም። መን እያ ኣምሓርኛ ትበሃል? ሓንቲ ጎጃም ጥራሕ ኣምሓራ የለን ኣብ ኢትዮጵያ ካሊእ። እዚኣ ናይ ኣፍ መፍክፈቻ መርቀኒ ኢሉ ንፈጣሪ ጸልዩ ገላየ ጎጃም ዝወለደ ብባሕሪ ተኸበበት መሬት ኣምሓርኛ ተዛርብ ኢሉ ኦሮሞ ከዓነ ኢለባቡር ኢለባቡር ኦሮምኛ ካብ ፈጣሪ ተዋህበ ኦሮምኛ ካብ ኢለባቡር ከኣ ከመይ ደኣ ሃይለ ንቱርኩያ ምስ ከደ ሰለስተ ወሊዱ ሰሎሙን ኣብርሃ ሓለፈ ሓደ ወደይ ንዓደይ ምለሰለይ ንድብድብ ኢሉ ንሕና ኢና መሰረት ዓለም ማንም የለን መሰረት ዓለም ንሕና ኢና ካልእ የለን ሽዑ ሓደ ወዱ ንኢለባቡር መጸ ሰሎሙን ናይ ኣፍ ቋንቋ መኽፈቻ ሃበኒ ኦሮምኛ ተዋሂብዎ ማለት እዩ ኦሮሞ ደቂ ሸውዓቱ ሸውዓተ ወለዲ ኣለዎ ማለቱ ሕጂ ናብዚ ዝመፅእኩሉ ንምንታይ እየ ብዙ ሕጂ ንኸዶ ዘለና እዚኣት ሕጂ ናይ ገሬ ዓባይ ዓዲ ክትኮን ከላ ልዕሊ ሰለስተ ኣርባዕተ ዘርኢ ኣለዋ ናይ መጀመርያ ሰለሙን ክኾን ከሎ ካብ ኢማራ ከዓነ ተወሰኽቲ ከይዶሞ ኣባና ሕጂ ወዲ ኣከለ ክበሃል ከሎ ኣከለን ሓደ ከለኡ ሓደ ሕሉፍ እዩ ሓደ ጸንዓው ሰለስተ እዮም እዚኣቶም ንዞም ሰለስተ መን መጽእዎም ሓለፈ ካልእ ኢማራ መጽእዎም ካብዞም ሚእትን ሓምሳን ካሊእ መን መጽእዎም ሰሎሞን ኣኽሱም መጽእዎም ካሊእ መን መጽእዎም ኣውዓሎም ሽረ ሰለስቲኦም እዚኦም ከዓ ኣሕዋት እዮም በቦ ወዶ ማለት እዩ ዳሕሮት ዘርኢ ናበይ ተጻዒኖም ናብዚ መሬት ናይ ኤርትራ ተፃዒኖም ማለት እዩ ሕጂ እዚኦም መሬት ኣካፍሉ እንዳተባሃሉ ዝካፈሉ ነው። ባዶ መሬታት ዝፀንሓ በዓል ኣሜሪካ ባዶ እነረ እንግሊዘኛ ቋንቋ ናይ እንግሊዝ ኣይኮነ ናይ ኣሜሪካውያን እዩ ዕስራን ሰለስትን ዕስራን ኣርባዕተን ድሓን ክንቆፅሮም ኢና ቋንቋ ኣፍ መኽፈቲ ይወሃበና ምስ ተባህሉ ንኤመሪካውያን ተዋሂቦም። ፍራንስ ቋንቋ ይወሃበና ተባሂሉ ንፈረንሳይ ተዋሂቡ። ዓረብ ቋንቋ ይወሃበና ምስ ተባህለ ንኣብርሃም ተዋሂቡ። ህንድ ቋንቋ ይወሃበና ምስ ተባህለ ንህንዳውያን። ሓምሽተ ቋንቋ እየን ዘለዋ። ቀዳመይቲ ትግርኛ፣ ካልኣይቲ ፈራንስ፣ ሳልሰይቲ ዓረብ፣ ራብዐይቲ እንግሊዝ፣ ሓምሸይቲ ህንዲ። ሓምሽተ ቋንቋታት ኣብ ዓለም እተን ዓበይቲ ዝፍለጣ ካልኦት ብምርቓ ብምርቓም ተኻፋፊላ ዓለም ትግርኛ ጠፊኣ ካልኦት ቋንቋታት ማዕቢለን ትግርኛ እታ ቀዳመይቲ ቋንቋ ግን ኣብዚ ዓለም ዳርጋ ዘይላ እያ ኣብ ኤርትራን ኣብ ትግራይን ትርከብ ኣካሊእ የላን ሓጎስ ኣልጀርያ እወ ኣልጀርያ ያው ኣልጀርያ ናይጀርያ እዚኦም ኣልበርያ ኣልበር እዚኣቶም ሲ ኣብቲ ናይ ፈጣሪ ክረኣዩ ከለዉ እኩባት ነገራት እዮም ዘም እዛ ናይጀርያስ ብዙሕ እያ ተጠቓልል ሕጂ ሰሎሙን ደቡብ ኣፍሪቃ ሰሎሙን ዛምቢያ ሕሉፍ ሩዋንዳ ኣክረም ዚምባብዌ ሃብቶም ማሊ ሰሎሙን ሲኒጋል ሰሎሙን ሞዛምቢክ ሃብቶም እዚ ከዓ እዚ መበል ሰላሳ ኣርባዕተን ኣበይ ኣሎ ይመስለካ እዚ ኣብ ኣልቃሒራ እዚ ዝምደብ ስዑድያ ባህታ ሓደ በል ሓጎስ ክልተ በል ኣሕለም ሰለስተ እዚኦም ሰለስቲኦም ከ ኣበይ ኣለዉ ስዑድያ ኣለዉ ናብ ስዑድያ ናብ ደቂ ኣብርሃም ተደሪቦም ማለት እዩ ተደረብቶም ህንዲ ከዓ ርእያ ህንዲ ሕጂ ባዶኣ ነይራ ተረዳ ኣብዚኣ ሕጂ ሰብ የብላን ህንዲ ኣብ ናይጀርያ ሰብ ነይሮም ኣብ ደቡብ ኣፍሪቃ ሰብ ነይሮም ኣብ ግብፂ ሰብ ነይሮም እዚ ኣብ ባዶ ነይራ እዛ ህንዲ ህንዲ ከዓ ተመልከ ባህታ ሓደ በል ሃይለ ክልተ ሕሉፍ ሰለስተ ሓይሎም ኣርባዕተ፣ ሳህሉ ሓሙሽተ፣ ሰሎሙን ሽዱሽተ፣ ንጉሰ ሸውዓተ፣ ኣብርሃ ሸሞንተ፣ ሓይሎም ትሽዓተ፣ ባህታ ዓሰርተ፣ ሰሎሙን ዓሰርተ ሓደ፣ ባህሬ ዓሰርተ ክልተ፣ ሰሎሙን ዓሰርተ ሰለስተ፣ ህንዲ ደቂ ዓሰርተ ሰለስተ። እዛ ስቕ ኢለን ዝበዝሓ ይመስላና እምበር ኣቦታቶም ንባዕሎም ዓሰርተ ሰለስተኦም ህንዲ ሕጂ ናበይ ኢና ናብ በንግላዲስ ኢና ክንመፅእ በንግላዲስ ኣሕፈሮም ሓደ ተኽሉ ክልተ ሃይለ ሰለስተ ኣኽሊሉ ኣርባዕተ ኣርባዕተ እዚኦም ከዓነ ኣኽሊሉ ኣርባዕተ ተኽሉም ተኽሎም ተኽሎም ሓሙሽተ በንግላዲስ ከዓ ደቂ ሓሙሽተኦም ደቂ ሓሙሽተኦም ማለት ኣፍጋኒስታን ሓደ ኦቦ ኣፍጋኒስታን ሰሎሙን ሓደው ራሻ ሃይለ ሓደ ጉዕላይ ክልተ ይብራህ ሰለስተ ንጉሰ ኣርባዕተ ሰሎሙን ሓሙሽተ ይብራህ ሽዱሽተ ሰሎሙን ሸውዓተ ይብራህ ትሽዓተ ራሻ ከዓነ ደቂ ትሽዓተ እያ ማለት እዩ ትሽዓተ ወለዶ ኣለዋ ራሻ ክትበሃል ግን ዓባይ እያ እዛ ሕጂ ራሻ ኣይኮነትን ናብ ሸውዓተ ሸሞንተ ዓዲ ካብ ራሻ ተገንጺለን ኣለዋ። በዓል ኣርማንያ እዚኤን ኩለን ኣብዚ ቀረባ እኳ ተገንጸላ። ንባዕላ ኒኩረል ናብ ራሻ ምድበን ናብ ራሻ ብዙሓት ዓድታት ኣለዋ። ከምዚ ን ተገንጸላ ኮይነን ቻይና ከኣ ረእያ ሕጂ ቻይና ከኣ ሰብ ኣይነበራን ራሻም ሰብ ኣይነበራን። ባዶ ዓሌራ ዒማራ ክሻዕ ዝመጽእ ሰብ ኣይነበረን ባዶ መሬት ማለቱ ቻይና ክዓነ ሰሎሙን ሓደ በል ባህታ ክልተ ኩሎም ሰለስተ ክብሮም ኣርባዕተ ሃይለ ሓሙሽተ ኣሩን ሽዱሽተ ኮለምቢ ሸውዓተ ባህታ ሸሞንተ ሰሎሙን ትሽዓተ ይብራህ ዓሰርተ ሕሉፍ ዓሰርተ ሓደ ክብሮም ዓሰርተ ክልተ ሃይለ ዓሰርተ ሰለስተ ተኽሉ ዓሰርተ ኣርባዕተ ኣሕለም ዓሰርተ ሓሙሽተ ብርሃኑ ዓሰርተ ሽዱሽተ ሰሎሙን ዓሰርተ ሸውዓተ ሃይለ ቻይና ደቂ ዓሰርተ ትሽዓተ ሰሜን ኮር ሕሉፍ ሓደ በል ሰሜን ኮርያ ሕጂ መነመነአን ክገልፀልካ ሃይለ ክልተ ንጉሰ ሰለስተ ክብሮም ኣርባዕተ ኩሕለን ሓሙሽተ፣ ታደሰ ሽዱሽተ፣ ክብሮም ሸውዓተ፣ ኣብርሃ ሸሞንተ፣ ጀላኒ ትሽዓተ፣ ክፍሎም ዓሰርተ፣ ሰሎሙን ዓሰርተ ሓደ፣ ተኽሉ ዓሰርተ ክልተ፣ ሰሎሙን ዓሰርተ ሰለስተ፣ ኮለምቢ ዓሰርተ ኣርባዕተ፣ ኣክረም ዓሰርተ ሓሙሽተ ዓሰርተ ሓሙሽተ እዚኦም ሕጂ መነ መንኦም በለኒ ደቡብ ሰሜን ኮርያ ሓደ በል ደቡብ ኮርያ ክልተ በል ጃፓን ሰለስተ በል እዚኣ ሲንካቡር ኣርባዕተ በል ማንጎልያ ሓሙሽተ በል ታይዋን ታይዋን ሕጂ ኣይ ቻይና እያ ቻይና እያ ትብል ዘላ እምበር ታይዋን ሸውዓተ ሸውዓተ ዓድታት እዚኤን ከዓነ ብመን እን ዝፅዋዓ ብሰሜን ኮርያ እን ዝፅዋዓ ካብዚኤን ከዓ ኩለን ዓዲ ዓባይ ሕጂ ደቡብ ኮርያ እያ ዘላ ብህዝቢ ብዝሒ ግን ሰሜን ኮርያ እዚኦም ኩሎም ምስ በዓል ጃፓን ሓደ ዓይነት ዘርኦ ሓደ ዘርኦም እዚኦም ማለቱ ካብዚ ሕጂ ናብ መን ኢና ክንመጽእ ንጎድለባኪያ ኢና ክንመጽእ ኣሕመድ ሓደ ኣክረም ክልተ ባህታ ሰለስተ ክፍሎም ኣርባዕተ ክፍሉ ሓሙሽተ ስምኦን ሽዱሽተ ባህታ ሸውዓተ። እዞም ሸውዓተ እዚኦም ከዓ ንጉልላት እያ እዚኣ ማለቱ እዚኦም ከዓ በዓል ጎዝ እዞም ኩሎም ጎዝላብያታት ሀርዘጎቪና ገለታ ዝበሃል ዓድታት ኩለን ከዓ ናይዚ እዮም ዘርኡ ጀርመን ዝገርመካ ማለቱ ወዲ ሓደ ደቂ ሓደ ሰብኣይ እዮም ደቂ ደቂ ከይደሞኦም በዚሖም እምበር ኣብርሃ ጀርመን ንመይኖኦም እዚኦም በቃ ሰሎሙን ክፍሎም ቡልጓርያ ቡልጓርያ ክልተ በል ባህታ ሰለስተ ሓጎስ ኣርባዕተ እዚኦም ከዓነ ደቂ መን እዮም? ቡልጓርያ፣ ቡልጓርያ ትበሃል ዓዲ ኣርባዕተ ወለዲ ኣለዋ ማለት እዩ። ኣርባ ቡልጓርያ ተወሰኽቲ ዓድታት ኣለዎ። ሕጂ ኣውሮፓ ዘይ ተወሰኽቲ ዓድታት ኣለዎ ክመጽእ ዕማን ዒማራ ኣብዚ ዓዲ ርኢኻ ዒማራ ኮሎምቢ ኮሎምብያ፣ ዒማራ ኮሎምብ፣ ኮሎምብያ ክብል ከሎ በዓል ኣርጀንቲና፣ በዓል በራዚል፣ ሂቲ፣ ጀማይካ፣ በዓል ኡራጋይ እየን እዚኣተን፣ በዓል ሜክሲኮ ማለት እዩ። ዒማራ ዒማራ ኮሎምብ፣ ኮሎምብያ፣ ዒማራ ሓደ፣ ሰሎምን ክልተ፣ ባህታ ሰለስተ፣ ክፍሎም ኣርባዕተ፣ ባህታ ሓሙሽተ፣ ሓይሎም ሽዱሽተ፣ ንጉሰ ሸውዓተ፣ ክብረኣብ ሸሞንተ ሓድጉ ትሽዓተ ትሽዓተ ከዓ እዚኦም ከዓነ ላቲን ኣሜሪካ እዮም ናብ በዓል ብራዚል ማለት እዩ ሕጂ ኣበይ መፅእና ኢማራ ኣሜሪካውያን ኣብዚኣ ክመፅዋ ኣሜሪካ ባዶኣ ነይራ ሽዑ ማለት እዩ እንግሊዝ ረኪቦማ ዝበሃል ማሓሰቱ እንግሊዝ ረኺቦማ እንታይ እዩ ደሴት ነይራ ናይ ቀረባ ቻይና ሓደ በል ህንዲ ራሻ ኣሜሪካ ኣስትራልያ ብሓደ እንተመስሪተን ኣይቃዳደማን እየን እዘን ሕጂ ዝቁጠቕ ስልካ ዒማራ ዒማራ ማለት ኣሜሪካ ዒማራ እዛ ዒማራ ትበሃል ናይ ዓረብ ከምፀልካ ጀሚርካ እንዲኻ ካበይ መፂእካ ኢሎሞ ካብ ዒማራ ኢልዎም ንቶም ኤመሪካውያንስ ወዲ ወዶም ገለዉ ተሰዲዱ መጺኡ እምበኣረ ዒማራ ኢልናያ ኢላም ኣዕራብ ዒማራ ኢሎማ እዛ ኣብዚ ዘላ ዒማራ ሓደ ካብ ኤመሪካ መጺኡ ኣብኣ ምስ ሰፈረ እታ ዓዲ እንታይ ኢሎማ ዒማራ ኢሎማ ዒማራ ትበሃል ኣብ ዓረብ ኣላ ኣቅራካ ኣብዘን ከሊጅ ማለት ሕጂ ኣብ ዒማራ መጺእና ኣለና ማለት ባታ ሓደ ሰሎምን ክልተ ስልጣን ሰለስተ ገላየ ኣርባዕተ፣ ኮለምቢ ሓሙሽተ፣ ኣሕመድ ሽዱሽተ፣ መሓሪ ሸውዓተ፣ ሃይለ ሸሞንተ፣ ሕሉፍ ትሽዓተ፣ ኮለምቢ ዓሰርተ፣ ባህረ ዓሰርተ ሓደ፣ ስምኦን ዓሰርተ ክልተ፣ ሓይሎም ዓሰርተ ሰለስተ፣ ኣብርሃ ዓሰርተ ኣርባዕተ ኩሎም

እቲ ዓለም እሲ ሓደ ቀረባ ሓደ ርሑቅ ገይራ ትወስዶ ጥራሽ እዚ ኩሉ ታሪክና እዚ ትርዳእ ኣለካ እዚ ኩሉ ታሪክና እዚ ተዓቢጡ ነይሩ ንሕና ናይ ሸውዓተ ዓመት ታሪክ ከም ዘለና ልክዕ ከም ህበይ ወይ ከም ወዓግ ኢና ተራኢና ኣብዛ ምድሪ ዝኸበርና ፍጥረት ዝሓሰርና ዝኸበረ መን እዩ ሰብ እዩ ዝሓሰረ መን እዩ ዝእዋን እዚ ሰብ እዩ ኦ እቲ በዓል መልኣከ ሚካኤል ክትዝ ትድንግፅ ነበር ንሕና ኢና ንቕድሞ ሰብ በ- መልኣከ ሚካኤል ክኾርዕ እንተኾይኑ ሰብ ክብል ኣሎ መልኣኸ ኢሉ ክኾርዕ ይኽእል ሰብ ክብል ኣሎ ኣብ ሰብ ታሪክ እንተኣትዩ ጥራሕ እዩ እ፣ ምስ ፍጥረት ዝቑ መላእኽተ እንተይሉ መላእኽተ ይፈጠረን ፈጣሪ መላእኽቲ ማለት ምርቓ ደኣ እምበር ፍጥረት ኣይኮነ እንታይ እዩ መልኣከ ሚካኤል ሰብ እዩ ከማይን ከማኻን ታይ ደኣ ክንፊ እዛ ሰማይ ዘልብህ ክንፊ ሃበና ኢሎም ጸልዮም ረኺቦም ያው ረቂቃን ገይርዎም በቃ ተኸፈል እዮም ካባና ማለት እዩ ነገር ግን ቴስዓ ሚትሮ ኮይኖም ሰብ እዮም ተፈጢሮም ሰብ እዮም ከዓ ሰበይ ኮና እንተኢሎም ወላ ሓንቲ ደረጃ ይብሎም ትርጉም ዘይብሎም ፍጥረት እዮም ኮይኖም ክተርፉ ስለምንታይ ካብ ሰብ ክወፁ እንተዘይኮይኖም ብዓብዩ ታሪኮም ይስረዝ ካብ ሰብ ማለት እዩ መላእኽቲ ድማ ይፈጠረን ፈጣሪ ሓፂር